ከምዚ ሕጂ እኳ እዚ ሕጂ ሳመር እዩ ግን ጸቢቑ ከምቲ ካልእ ገዛ ኣይኮነን ኣብዚ ገዛ ናተይ ቁርር ድበለ ራብዓይ መዓልቲ ዋላ ሓንቲ ኣይመጽጽን እዩ ግን ሳመር ካልኣይ መዓልቲ ከምዚ ላፋ ጌርካ ኣብሲልካ ግርምታት ከተእትወሉ ትኽእል ኢኻ ብምንታይ ሕጂ ያ ፅቡቅ እዩ ከምኡ ጌርክን ሰንክታ ግን እቲ ኪንዋ ከተብሎ የብልካን ከተብዝሖ የብልካን ከምዚ ብጣዕሚ እዩ ከም ሩዝ ሩዝ ሙሽ ሕጂ ሩዝ ሓንቲ ብኬሪ ተጌርካ ብዙሕ እዩ ስለዚ ቁሩብ ክትገብር ኣለካ ንዓይ ከማን በዚሕኒ እዩ ሓቂ ዘረባ በዚሕዎ ክበዝሖ የብሉን ቁርትለይ እኹል እዩ ክትጥጠቆ ከለኻስ ብዙሕ ኮይኑ ሓንቲ ሓንቲ ኩባያ ገይረሲ ውይ በዚሑ ሕጂ ቁሩብ እዩ ዘድልየካ እምበር እዚ ዋላ ንጥዕናኻ ማለት ከማነይ ንቆልዑት ካብ ሩዝ ምሃብ እዚ ምሃብ ይበልፅ እየ ዝብል ሕጂ ሩዝ ብዙሕ ሩዝ ባዕሉ ዘይኮነስ ሩዝ ካብቲ ምምፅኡ መዓት ነገራት ኣለዎ ገለ እንዲ ዝበሃል ሩዝ እንዳተሰከፍካ ኢኻ ትበልዖ እዚ ግን ኤኮሎጊ ዝገዝእካ እዚ ይሓይሽ ካብ ሩዝ ካብ ፓስታ ድሕሪ ሕጂ ክለምዶ እየ ኣነ ከምዚ ክገብር እየ ስለዚ ሲ ጥቡቕ እዩ ግን እዚ ስእልክን ኣይትግዛኣ እዚ ኤኮሎጊስክ ዝኾነ ግዝኣ ዋላ ሓንቲ ነገር ገለ ዘይብሉ ኪንዋ ከምዚ እንታይ እሞ ክብለኪ እየ ከምዚ ደቂቕ ክስታ እዩ ዝመስል ደቂቕ ደቂቕ ማሸላ ገለ እዩ ዝመስል ኪንዋ እንድዕ ብትግርኛ ይፈልጦ ነ ግን ደቂቕ ማሸላ ገለ እዩ ዝመስል ከምዚ እዩ ዝመስል ስለዚ ቁሩብ እያ ተኣኽለካ በቃ ቁሩብ ተጠጢቕካዮ ክበዝሕ መዓት እዩ መብዛሕትኡ ግዜ ኣብዚ ኣብ ሳላጣ ኣብ ገለ መለ ቬጌታርያን ገለምታት ገለ ዝኾኑ ሰባት ብዙሕ እዮም ዝጥቀምሉ ኣብ ሳላጣ ኣብሲሎም ኣዝሒሎም ገንብታት ገለ ይጥቀምሉ እዮም ብዙሕ ግዜ ሕጂ ንጥዕና ውን ጽቡቅ እዩ ብልቱግ እዩ ብልቱግ ድዩ ዝበሃል ኦኬ ካበይ ገዚኤዮ ካብ ሄልሶ ኮስት ገዚኤዮ ኣነ ቡርካን ፊን ዱካን ፊን ነደም ፖ ሄልሶ ኮስት ሄልሶ ኮስት ኣሎ ሬማ ኣሎ ኣብ ኩሉ ኣለክን ኣብ ኩሉ ኣለክን እዚ ግን ሕፀቦ ማይ ዝሑል ጌርክን ሕፅብ ኣብሎ ሕፀቦ ትሓጽቦ ኣለካ ቡልቱጊ ኦኬ ቡልቱጊ ኸረ ቡልቱግ ይብሉ ኣለዎ ቡልቱጊ ግን ፅቡቅ እዩ ብጣዕሚ ፅቡቅ ፒክቸር ያ ኸረ ሰላም ሰላም ብለሽ ድባለይ ኣለኪ ኣብ ሄልሶ ኮስት ኣለኪ ፅቡቅ ክስታይ እንዴ እወ ምስ ጣፍ ይሓዊሰዮ መጀመርያ ነቲ ጣፍ ሰለስተ መዓልቲ ለይሰዮ ሰለስተ መዓልቲ ለይሰ ሽዕኡ እቲኣ እንታይ ይበሃል ገይረሉ ማለት እዩ እቲኣ ሳልሰይቲ መዓልቲ ነዚ ኣብሲለ ሓፂበ ኣብሲለ ጥሒነዮ ላፋ ጌረዮ ብሓጺሩ ላፋ ጌረ እቲ ላፋ ምስ ዝሓለ የእትየሉ ግን ቁሩብ እዩ ዘድልየክን ብጣዕሚ ቁሩብ እዩ ዘድሊ ሽዑኡ ብሓንሳብ ህርም ህርም ኣቢለ ንጽባሒቱ ሰንኪተዮ እቲ ቪድዮ እንድዩ ኣነ ዝሕግዘኒ የብለይን ሕጂ እቲ ቪድዮ ገለምታት የፀግመካ እዩ ኣብዚ ገዛ ኩሉ ዝገብሮ ባዕለ እየ ዝሕግዝ የብለይን ኖኖእ ርስሓት የብሉን ግን ክትሓጽቦ ኣለካ ከሚካላት ገለ ማስክ ክጸሪ ኣለዎ ጽሩይ ክኾን ኣለዎ እዩ ዝብል ጽሪ ከተብሎ ኣለካ እቲ ክስታይ ክወጽእ ስለዚ ጽቡቅ እዩ ብጣዕሚ ማለት ኩሉ ግዜ ከምኡ እንደ ዝብል ኣብኒ ይፈልጥን እዩ እንጀራ ግን እንታይ ይኸውን ነይሩ ይከብድ ክብድ ድብል እዩ እዚ ግን በቃ ናይ ብሓቂ እዩ ፎክስ ገይርዎ ፎክስ ገይርዎ ፅቡቅ ገይሩለይ ማለት እዩ

ሃሎ ዮዲት ዮዲት ከመይ ፅቡቅ ኮፍ ኢለ ኣለኹ ዶ ዝፈኩሶ እዚ እዚ እዚ ብልቱግ ብልቱግ እዩ ኢሎሞ ብትግርኛ ኣንኳ ይፈልጦነ ግን ብልቱግ እዩ ኢሎሞ ስለዚ እዚ የፍኩሶ እዩ ነቲ ምግቢ ኤለ ነቲ ጣፍ እቲ እንጀራ ጣፍ እቲ ጣፍ ንስንክቶ ሕጂ ፅቡቅ ስለ ዘይኮነስ ኢለ ኢለ የፍኩሶ እዩ ፈኳስ ገለ ኣይኮንኩን ኢለ የፍኩሶ እዩ ግን ሎማዓንቲ ክዛረበሉ ዝደለኹ ርእስቲ እንታይ እዩ ነይሩ ብዛዕባ ከምቲ ኩሉ ግዜ ዝዛረቦ መጀመርያ እንቋዕ ደሓን መጻኹም። ሰላም ሰላም፣ እንቋዕ ደሓን መጻኹም። መሳን ጽቡቅ ክኾነልና ነቲ ቪድዮ የቀንየለይ። እዚ ደቅና ኩሉ ግዜ ንሕና ንገብሮ ነገር እየ ክዛረብ ደልየ ንሕና ንገብሮ ነገር መብዛሕትኡ ግዜ ድማ ደቅና ዝኸሱና ክሲ ወይ ድማ ደቅና ዘስተውዕሉሉ ንሕና ግን ዘይነስተውዕለሉ ብኣካል ምስኦም ዘየለና ሜንታሊ ብኣካል ምስኦም ኣለና እቲ ኣእምሮና ግን ምስኦም የለን ኩላ መዓልቲ ኩሉ ግዜ ክዛረቡና ከለዉ ደይትሰምዕና ገለ እዮም ዝብልዎ ይመፅያ መጓለ ደይትሰምዒ ደይትሰምዕና ኣይሰምዓና የለኻን ምሳና ዘለኻ ኮይኑ ይስማዓና ሓንቲ ቪድዮ ከማን ርኤ ነይረ ሓደ ስድራ ኣብዚ ክስታይ ዝገበርዎ ኣብዚ ስድራ ጓሎም ንትምህርቲ ኢሎም ዝሰርሕዋ ቪድያ ማለት እዩ ብሓንሳብ ኮፍ ኢሎም ከለውስ የለኽን ምሳይ ገለ ትብላ እታ ጓላ ዋ ምሳኽ እንዲ ኮፍ ኢለ ዘለኹ እንታይ ኮይነ እዩ ዘይህሉ ምሳኽ እንዲ ኮፍ ኢለ ዘለኹ ገለ ትብላ ስለዚ እዚ ኣብ በይኖም ዘይኮነ ኣብ ብዙሓት እዩ ዘጋጥም ክንሶ ደቅና ብጣዕሚ እዮም ዘስተውዕሉ። እቲ ክዛረቡና ከለዉ ናህና ሓሳብ ስለ ዝመቓቐል ወይ ድማ እቲ ምስኦም ምህላው ጥራሕ እኹል ኢልና ስለ ንሓስቦ ሚእቲ ካብ ሚእቲ ኣተኩሮ ኣይንህቦምን ኢና። ስለዚ ድማ ነቶም ቆልዑት ዓቢ ጽልዋ እዩ ዝገብረሎም። ዝኾነ ክዛረብ ከሎ ኮፍ ኢልና ድዩ ዋላ ዋላ ካብ ብንእሽትኦም ከማን ተስተውዒልክናሉ ዓረብያ እንዳ ደፋእክን ከለኽን ንኣሽቱ ቆልዑት ኣብ ሓደ ቦታ ክትከይድ ከለኻ ዓረብያ እንዳ ደፋእካዮም ከለኻ እንዳ ተዛረብካዮም እንዳ ዛናጋዕካዮም ገለ ኣይትኸይድን ኢኻ እወ ኣተንሽን ኣይትህቦም ዲኻ እንዳዛናጋዕካዮም እንዳዘረብካዮም ኣይትኸይድን ኢኻ ተስትውዕላሉ ዶ በቃ ናብታ ትደልያ ደለኽን ቦታ ኬድክን ሽዑ ከኣ ድሕሪኡ ከኣ ኣስቤዛ ክትገብራ ኢኽን ሽዑ ከኣ ገለ ሙሉእ ብሙሉእ ምስኦም የለናን የለናን ስለዚ ደቅና ፊል ይገብርዎ እዮም ንሱ ብፍላይ ከኣ እንዳዓበዩ ምስ ከዱ እንዳዓበዩ ምስ ከዱ ብፍላይ ብጣዕሚ እዩ ዝርድኦም የዕልሉና ይዛረቡና ንሕና ግን ሙሉእ ኣቕልቦና ኣብቲ ክንገብሮ ዝደለና ደለና እዩ ደሎ ፍርቂ ኢኻ ትሰምዕ ፍርቁ ፍርቂ ኢኻ ትሰምዕ እዚ ድማ ንዓኣቶም ብጣዕሚ እዩ ሃስያ ዝፈጥረሎም ብጣዕሚ ድማ እመኑኒ ዝበዝሑ ቆልዑት ምስ ዓበኻ ዘይትሰምዕኒ ደይነበርኪ ሓሳብ ክምሳ የለን ገለ እዮም ዝብሉና ዋላ ካብ ነብሰይ ጀሚርካ ሓቃቶም እዩ የለና ንሕና የለናን ምክንያቱ ካልእ ሓሳባት ስለ ዝዕብልለና የለናን ኣይንሰምዖምን ኢና በቃ ስለዚ ድማ ደይንፈትዎም ይመስሎም ዘይንግደሰሎም ይመስሎም ንዓኣቶም ድማ ዓብ ፅልዋ ገብረሎም ማለት እዩ ስለዚ እዚ ካብ ብንእሽቶ ሕጂ ቆልዑት ከለዎ ዓረብያ እንዳደፋእክን ስለዚ ከዓ ካብ መደብ ክትገብር ዘለካ ሓቂ ዘረባ ዋላ እቲ ካልእ ተሃልዩ ካብ መጀመርያ ናይ ቆልዑት ምክንጅምር እቲ ክትወፃ ከለክን እዞም ሕጂ ካብ ንኣሽቱ ክጅምር ንኣሽቱ ክትወጻ ከለኽን ዋላ ኣብ ገዛ መጀመርያ ነገር ፕላን ግበራ ቀዳምነት እወ መጀመርያ ፕላን ግበራ ፕላን ግበራ ክትከድንኦም ከለኽን ሙሉእ እንታይ ይበሃል ምስትውዓላት ግበራ ሙሉእ ግዜ ሃብኦም ኣዛርብኦም ትኸድነካ ኣለኹ ከም ዝገብረካ ኣለኹ ከም ዝገብር ኣለኹ ኢንፎርም ግበርኦም ሚእቲ ካብ ሚእቲ ምስኦም ኩና ምስኦም ኩና፣ ኩሉ እቲ ትገብርኦ ንጥፈታት ክትነጥፋ፣ ካብታ ትብገሳላ፣ ካብታ ትኸዳላ ቆልዓ ይሰምዕ እዩ። ቆልዓ ምስኡ ከም ዘለኻ ሚእቲ ካብ ሚእቲ ፊል ክገብሮ ክኽእል ኣለዎ። ጽቡቕ ገይሩ ክስምዖ ክኽእል ኣለዎ። ካልእ እንዳሓሰብካ ባስ ከተርክብ እንዳሓሰብካ ንሓደ ቆልዓ ክዳኑ ክድን ክድን ክድን ኣይትዛረቦ ኣይተብሎ ምክንያቱ ኩሉ እቲ ሓሳብካ ተፈራሪቑ ኣሎ። ፍርቁ ኤርትራ ኣሎ፣ ፍርቁ ፍትሎ፣ ፍርቁ ገለ ኣሎ። በቃ ኮምሳት ሕውስውስ ዝበለ እንድሕር ኮይኑ ነቱ ቆልዓ ከማነ ፅልዋ ይገብረሉ እዩ ብፍላይ ከዓ እዚ ሕጂ ንሪኦ ቆልዑት ቆልዑት ዘረባ ይድንጉዩ ቆልዑት ይርብሹ ቆልዑት ከምዚ ክኾኑ ገምታት ብጣዕሚ ብጣዕሚ እዩ ዝበዝሕ ከምኡታት ሕጂ ንሓደ ቆልዓ ሙሉ ኣቕልብኻ እንድሕር ደይሃብካዮ እንድሕር ደየዛሪብካዮ እንድሕር ዘይነጊርካዮ ከመይ ገይሩ ክመሃር ከመይ ጌሩ ተዛራባይ ክኸውን ከመይ ጌሩ ከም ትፈትዎ ክፈልጥ ስለዚ ዋላ ንዓኹም እንዶ ሕሰብዎ ምስ ዓቢ ሰብ ኮፍ ኢልካ እቲ ሰብ ምሉእ ኣተኩሮኻ ዘይህበካ እንድሕር ኮይኑ እሰምዓካ ኣሎ ግን ሰሚዑ ዘይግደሰልካ እንድሕር መሲሉካ ኣብ ካልእ ሓሳብ እንድሕር ኣሎሲ ከም ጽቡቅ ጽቡቅ ይቀኔለይ እንድሕር ኣብ ካልእ ሓሳብ ኣሎሲ ጥቂር እዩ ዝብለካ ስለዚ እተን ንሕና ከምኡ ከይፈለጥና ዝሓለፍናዮ ሓሊፍናዮ ኢና ንስኻትክን ዘን ንኣሽቱ ሕጂ ቆልዑት ዘለወኽን ግን ኩሉ ግዜ ሓደራ ኣተኩረኽም ናብኣቶም ክኸውን ኣለዎ ትገብረኦ ነገር ብመደብ ክኸውን ክኽእል ኣለዎ ሚእቲ ብሚእቲ ንቲ ዝሓዝኩን እግር ኣጻፍፈኦ ንኹሉ ግዜ ግበራሉ ኣዛርብኦም ካብ ኩሉ ኣዛርብኦም ኣዛርብኦም ዓረብያ እንዳደፋእክን ክትከዳ ከለኽን ተሌፎን ሒዝክን ኛኛኛኛ እንዳበልክን ኣይትኽዳ እቲ ቆልዓ ሰብ እዩ እቲ ቆልዓ ናትኪ ተንሽን ይደሊ እዩ እቲ ቆልዓ ክዛረበ ክደሊ እዩ እቲ ቆልዓ ግዜ ናቱ የድልዮ እዩ ነቲ ግዜ ናቱ ኣይተሸሙ እንታይ ዝበሃል ኣይተቃፅፅዮ ምስ ካልእ ስለዚ ናብ ሓደ ቦታ ክትከዲ እንድሕር መዲብኪ፣ ውላድኪ ከዳዲንኪ፣ ነጊርኪ፣ ኩሉ ጌርኪ፣ ሕጂ ምሳኺ ሕጂ ክንከይድ ኢና እንዳዓለልክንኦም፣ እንዳዛረብክንኦም፣ ገለመለ እንዳርኣዩኽን፣ ኣብዚ ዓዲ ኣነ ከማነይ ጌረዮ ኣይብልን'የ ግን ዝፈልጦ ቆልዑት ቆልዑት ከምኡ'ዮም ኣብ ዓረብያ ኮፍ ኢሎም ኣብ ባስ ኮፍ ኢልካ ኣብ ትሬን ኮፍ ኢልካ ገለስ ንጹር ክዛረቡ ትሰምዕ። ንጹር ክሰምዕ ስኻ ግን ወይ ማይ ትህቦም ወይ ሱቕ በል ትብሎም ተጨንቖም ስእልካ ኮፈል ኢልካ ወጥጥ ተብሎ ካብ ዓረብ እዩ ገለ እቶም ካልኦት ግን ተሪኢኽናን ደቂ እዛ ዓዲ ብፍላይ የዛርቦም ይዛረቡ እቶም ቆልዑት እንዳሓተቱ ኸዱ እንታይ እዩ ዝብሉ ብስርዓት ይነግርኦም ኣይፅይፉ ክዛረቡ ከለዉ ከማን ኣይፅይፉን እዮም ምክንያቱ ምስ ውላዳ እያ ትኸይድ ደላ ነቲ ውላዳ ዝኾን ተንሽን ከዓኒ ሚእቲ ካብ ሚእቲ ምስኡላ ማለት እዩ ስለዚ እዚ ንፍቕርን ተፍቅሮን ደይተፍቅሮን ጥራሕ ደይኮነ ስምዒት ዝገብረሉሲ ዋላ ንኽምዕብል ከማነይ ንኽምዕብል ከማን ይሕጉዘ እዩ ይሕጉዘ እዩ ንኽምዕብል ከማን ስለዚ መደብ ሰሪዕና እቲ ንሕና ዘይገበርናዮ ንስኻትክን ግበረኦ ንስኻትክን ኣስተውዕላሉ ንእሽተይ ንእሽተይ ዝመስለና ነገር ንደቅና ዓብ እዩ ሕራይ ስለዚ ሲ ስለዚ ሲ ከምኡ ግበራ ኣብዚ ከነልግሳ ኣብዚ ኮይና ክትሰምዕ ኣብኡ ኮይና ክትሰምዕ ስለዚ ስኒ ምሉእ ካብ ምሉእ ምስኦም ከም ዘለና ከነረጋግፅ ኣለና እህ እህ ዘይኮነ ክንሰምዖም ኣለና ኮታሲ መደብካ ስሩዕ ክኾን ክኽእል ኣለዎ መታን ሓሳብካ ከይሰራረቕ ሓሳብካ መታን እንታይ ይበሃል ከይገብር ምስኦም ዘየለኻ ኮይኑ ከይጥዕሞም ካብ መጀመርያ እዩ ዝጅምር ኩሉ ግዜ እቲ እንዳ ጎቦ ዝምስከዱ ድማ እንድሕር ግዜ ዘይብልካ ደኺምካ እንድሕር ኣለኻ ክትሰምዕ እንድሕር ዘይትኽእል ኮንካ ከኣ እዛ ጓለይ ዝወደይ ደሓረይ ዶ ክንዘራረብ ሕጂ ደኺም ኢለ ኣለኹ ደሓር ብጽሞና ክሰምዓካ መታን ደሓር ክንዛረብ ወይ ምስ በላዕኩ ወይ ምስ ኣዕረፍኩ ወይ ምስ ሰተኹ ገለ ክንብል የብልናን ንሕና እንዳኸድና ሶም ደድሕሬና እንዳመጹ ይዛረቡና ፍርቁ ንሰምዖ ፍርቁ ደይንሰምዖ ንዓኣቶም ነቖጥዖም፣ ንዓኣቶም ከም ዘይንግደሰሎም፣ ከም ዘይፈትዎም መስሎም ነብሰ ምትሓት ይገብረሎም፣ ብዙሕ ብዙሕ ነገራት እዩ ጽልዋ ዝገብር። ስለዚ ካብዚታት ጥንቁቓት ክንከውን ኣለና ክትብል ትኽእል ኢኻ። ሕጂ ደኺመ ኣለኹ፣ ደሓር ክሰምዓኪ፣ ደሓር ክሰምዓካ ድሕሪ ፍርቂ ሰዓት ድሕሪ ሰዓት ዝወደይ ኮፍ ኢልና ክንዛረብ እዛ ጓለይ ገለ ክንብል ኣለና እንዳኸድና ተብተብ እንዳበልና ወይ ድማ ምሳና ኣለዉ ኣብ ውሽጢ ሕማቅ ስምዒት እንድሕር ኣለና እሶም ይልፍልፉ ንሕና ድማ ወላ ሓንቲ ደይነስተውዕለሎም ገለ እንድሕር ኮይና ብፍላይ ብፍላይ ድማ ተጸሊእዎም ድዮም መጺኦም ተጋጭዮም ድዮም መጺኦም ሕማቅ መዓልቲ ድዮም ውዒሎም መጺኦም እንድሕር ከምዚ ኣብዚ ከምዚ ዓይነት ስምዒት ኣለውሞ ንሕና ድማ ሙሉእ ኣቕልቦ ተዘይሄብናዮም ብጣዕሚ ኢና ውሽጣዊ ስምዒቶም ንሃስዮም ጉድ ኢና ነብሎ ክርትም ኢና ነብሎ ብጣዕሚ ኢና ንኽርትሞም ስለዚ ምስትውዓላት የድልየና ኣሎ ምስትውዓላት የድልየና እዩ ሙሉእ ብምሉእ ኣቕልቦና ክንህቦም ኣለና ሙሉእ ብምሉእ ክንሰምዖም ኣለና ዋላ ሰሚዕካ ክትእርም እንድሕር ኮንካ እውን እኮ ክትሰምዕ ኣለካ እኳ ከተቕልበሉ ኣለካ እኮ ሓንሳብ ሓንሳብ እኮ ብዘይ ቀልዓለም ከይሰማዕና እኳ ኢና ንምልስ ጫፍ ሒዝና እኳ ኢና ንምልስ ተስተውዕላ ዶ ከምኡ ገለ ኢሎም ይጀመሩሲ ኩሉ ከይሰማዕናዮስ ነታ ገለ ዝበልዋ ጌጋ ዝመሰለትና ጥራሕ ስማዕ ኣቢልና ክንምልስ ንጅምር ከምኡ ኢና ክንምልስ ንጅምር ስለ ኣብ ካልእ ሓሳብ ስለ ዘለና እዩ ሚእቲ ካብ ሚእቲ ስለ ዘይሰማዕናዮ ኩሉ እዩ ስለዚ ክንሰምዕ ክንጅምር ኣለና ኦኬ ኮፍ ክብል እየ ስራሕ ተሒዝካ ኮፍ ክብል እየ ቆልዓ ብባህርያቱ ቆልዓ ደኺምካ ድዩ ቢልካ ድዩ ገለምታት ገለ ክስታይ ኣይኮነን ሕጂ ብባህርያቱ ስእሉ ኣብ ድኾነ መፅኡ ክዛረበካ እዩ ገለ ዝደሊ ግን ተኸትብል ትደሊ ትኽእል ኮፍ ክብል እየ መጀመርያ ፅና ሓንሳብ ዋላ ቴሌፎን ሒዝካ ከለኻ ቴሌፎን ሒዝካ ከለኻ ሕጂ መፂኦም ቴሌፎን ሒዝካ ከለኻ እዛ ጓለይ ዝወደይ ቴሌፎን ንዑ ኢልካ ምጥፋእ ኣየድለይካን እዩ ኣገዳሲ እንድሕር ኮይኑ ቴሌፎን ግን ሕጂ ቴሌፎን እዛረብ ኣለኹ ቴሌፎን ምስ ወዳእኩ ከዛርበኪ እየ ወይ ከዓኒ ከዛርበኪ እየ ክሰምዓኪ እየ ወይ ከዓ ክሰምዓካ እየ ስለዚ እዚኣ ንእሽተይ ትመስል ክንዛረበላ ከለና ግን ምስ ዓበያ ገለምታት ድደጋግማ ዋላ ንዓይ ንውልቀይ ዝደጋግማ ኮም እያ ኣይትሰምዕን ኢኺ ምሳና የለኽን ማስ ምህላው ጥራሕ ኣይኮነን እኮ ሓቀኔን ኮፍ ኢልካ ምህላው ምዝራብ ገለ ጥራሕ ኣይኮነን ነቲ ንሰን ዝስምዐን ከማ ንዓኻ ፊል ክትገብሮ ኣለካ ክትሰምዕ ኣለካ ስምዒቶም ንደቅና ንሕና ፈውሲ ናይ ስምዒቶም ኢና ናይ ፅቡቕ ስምዒቶም ተኻፈልቲ ናይ ሕማቕ ስምዒቶም ከዓ ፈውሲ ኢና ፈውሱ ኸኣይና ከምኡ ኸኣዩ ስለዚ እንድሕር ክፍወስ መጺኡ ናባኻ ሓደ ክትፍውሶ ተዘይክኢልካ እንታይ ክስምዖ ክእል ኢልና ክንሓስብ ክንክእል ኣለና በዚ ዓይነት መልክዕ ክንሪኦ ኣለና ዋላ ኣጋጣሚ ኮይኑ ሰብኡት ከምኡ እዮም ኣይተሓዝለይ ሰብኡት ሕጂ ክሰምዕዎ ዝደልዩ ይሰምዑ ክሰምዕዎ ዘይደልዩ ከዓ ይሰምዑን እዮም ሙሽ ከምዚ ንሕና ቁጥዕ እኳ ኢና ንብል እስካ ሓደ ሓደ ግበራ ከምኡ ኳ ኢና እንደ ሰምዑና በቃ ስኻ ትልፍልፍ ገለምታት ገለ እሶም ኣይሰምዑን እዮም ኣይሰምዑኻን እዮም ስለዚ ንዓኻ ከዓ ዘይግድሰልካ ኮይኑ ስምዓካ ኣይግድሾን እዩ ኣይሰምዕን እዩ ገሌልካ ውሽጣዊ ስምዒትካ ይሕመካ እዩ ስለዚ ንቆልዓ ከዓኒ ብክንደይ ዕፅፍታት እዩ ዝሃስዩ ብክንደይ ዕፅፍታት እዩ ስነ ኣእምራዊ ድኻም ዝገብረሉ ኢልና ክንሓስብ ኣለና እቲ ዘገድሰና ነገር መብዛሕትኡ ግዜ በሊዑ ዶ፣ ሰትዩ ዶ፣ ተኸዲኑ ዶ፣ ትምህርቲ ከይዱ ዶ፣ ምሽ ዶ እያ ትምህርቲ ከይዱ ዶ ገለ እዩ ቀንዲ ዘገድሰና ንሕ- ዘገድሶም ንዕኦም እዚታት ኣይኮነን። ክንዲ ምንታይ ክዳን ገዚእክናሉ፣ ክንዲ ምንታይ ጫማ ገዚእናሉ ኣይኮነን ግን ሚቱ ናተይ ከማን እሱ ይኮነን ዘገድሶም ዘገድሶም ሚእቲ ካብ ሚእቲ ምስኦም ምህላው ዋላ ሓሙሽተ ደቂ ኮፍ ድበልካያ ንእሽተይ ቆልዓ ትኮይኑ ኣፃዊትካ ስሒቕካ እንዳረኣየካ እሱ ካልእ ነገር ከይተናኸፍካ እንዳበልካ ገለምታት በቃ እንዳ ስሒቕካ ኣፃዊትካ ኣሰይ ዝወደይ ኣሰይ ዝጓለይልካ ከተብልዖ ከለኻ ስትረስ ከይገበርካ ሰዓት ከይረኣኻ ዓሰርተ ግዜ ሓንቲ ከይለዓልካ እንዳብላዕካዮ ትስእ እንዳብላዕካዮ ኪድ ገለ ግብር ንኹስቶ ኣምጻያ ንዓ እቲ ቆልዓ እቲ ሓደ ገለምታት ገለ ከይገበርካ ሙሉእ ብሙሉእ ህድእ ኢልካ ንዓኻ ከማኒ ፅቡቅ እዩ ንዓኻ ከማን ፅቡቅ እዩ ምክንያቱ ናይቲ ቆልዓ ርግኣት ናይቲ ቆልዓ ህድኣት እስኻ ፅልዋ ትገብረሉ እሱ ከዓ ተመሊሱ ፅልዋ ገብረልኩ ኩሉ ግዜ ቆልዓ ፅቡቅ እንድሕር ኣሎ ኮይኑ ዲስፕሊን ዘለዎ እዩ ድኸውን ኩሉ ነገር እዩ ክርድኦ ዝጅምር ህድኣት ይሓድሮ እንድሕር ደኣ ኣተንሽን ዘይትህቦ መሲልዎ ግን ኩሉ ግዜ ክትደክም ከለካ መፀካ ቴሌፎን ክትዛረብ ከለካ ክመፀካ ኣብ ደይከውን ሰዓታት ይመፀካ ኮታስ ፍሉጥ ኣይኮነን ሰዓቱ እዚ ማለት ድማ ካባካ ዝጎደሎ ነገር ስለ ዘለዎ እዩ ካባኻ ዝጎደሎ ነገር ኣለዎ ስለዚ ስጋዕ ዝጎድሎም ኣይትሃልዋ ኣለዉ እንዶ ኣለኹ እንዶ ምሳኻ ኮፍ ኢልክ እንድሕር ኣብ መፃወቱ ኮፍ ኣቢልክዮ ቴሌፎን ሒዝክ እንድሕር ቴሌፎን ተዕልል ኣለኹ ኮንኪ ወይ ድማ ከምዚኣ ኢልክ በቃ ተሓስቢ ገለ እንድሕር ኣለኽ የለኽን ምስኡ የለኽን ምስኡ ስለዚ እዚታት ካብ ልምዲ ዝመፀ እዩ ብጣዕሚ ቀሊል እዩ ክንገብሮ እውን ኣየፀግመናን እዩ ክንገብሮ ስለ ዝለመድናዮ ንሕና ብዙሕ ውጥናት ገለምታት ክንውጥን ብሓንሳብ ሓላፍነት ገለምታት ገለ ስለ ዝበዝሓና እዩ ግን እቲ ቀንዲ ሓላፍነት ናይ ህይወትና ደቅና እዩ ቀንዲ ሓላፍነት ናይ ህይወትና ቆልዑት እንድሕር ኣለውና ደቅና እዮም ስለዚ ነቲ ንደቅና ዝኸውን ግዜ ኳሊቲ ዘለዎ እቲ ደቅና ካባና ዝደልይዎ ሚእቲ ካብ ሚእቲ ክንህብ ኣለና ተንተማሂርና ደይገበርናዮ ኣይገበርናዮ ንስኻትክን ግን ንምህረክን ኣለና እዛረብ ኣለኹ ኣነ ግበሮ ጠቕሚ ኣለዎ ዋላ ንሕና እኮ ንበልዕ ንሰት እምበር ከምቲ ዝግባእ እኮ ክንድኡ ፍቕሪ ገረምታት እኮ ኣይረኸብናን ንሕና ተዛራቢት ሱቕ በሊ ኣልግሲ ኪዲ ብልዒ ደቅሲ ገለ ከምኡ እኳ ኢና ንበሃል ነርና ስለዚ እኳ ኢና ንሕና ብዙሕ ብዙሕ ጠባያት ኣለና ብዙሕ ብዙሕ ነገር ኣሎ ዝርብሸና ብዙሕ ብዙሕ ነገር ኣሎ ንሕና ብነብስና ዘይንተኣመን ብዙሕ ብዙሕ ነገር ንሕና እኮ ሓያላት ኣይኮናን ከምቲ ዝግባእ እኮ ብነብስና ንተኣማነት ሰባት ኣይኮናን ድሁላት እኳ ኢና እዚ እኮ ካብ ኣተዓባያና ዝመፀ እኳ እዩ ካብ ኣተዓባብያና ኣክንዲ ሓሳብካ ሰሚዖም ዝእርሙኻ ገና ክትጅምር ከለኻ መፃፅ እንዳበልካ ኣፍካ ዓብሱኻ ኣልግሲ መጻጽ ኣልግሲ ክንደይ ትዛረቢ ኣልግሲ ንዓቢይቲ ትዛረቢ ኪዲ ራሓቂ ገለ ኮምኡ ኢና ዓቢና ንሕና ስለዚ ካኣ ኣብቲ ነብስና ዝገበሮሉ ስንብራት ብዙሕ እዩ ብዙሕ ስንብራት እዩ ዘለና ንሕና ከምቲ ዝግባእ ተባዓት ኣይኮናን ከምቲ ዝግባእ ተጋፈጥቲ ኢና ግን ብጣዕሚ ስምዒታውያን ኢና ምኽንያቱ ድማ ሰንሰቲቭ ሰንሰቲቭ ኢና ስምዒትና ቀልጢፍ እዩ ዝትንከፍ ምኽንያቱ ብዙሕ ነገር ዝጎደለና ስለ ዘሎ ኩሉ ግዜ ድማ ዝዓበኻሉ ነገር ክንዲ ምንታይ እኳ እንተሰራሕካ ምስ ነብስኻ እቲ ጽልዋ ግን ኣይተርፍን እዩ ጽልዋ ኣለና ንሕና ጽልዋ ገብረልና ዋላ ቁጥዑ ኳ ኢና ንብል ስለዚ ከዓ እዩ ንሕና መብዛሕትኡ ግዜ ብፍላይ ብድሆታት ዘለና ምስ ደቅና ከላግበና ስለ ዘይክእል ምክንያቱ እቲ ኣብ ሓሳብ ምስ ሰጠምና ንሕና ወይ ድማ ዋላ ምስኦም ከለና ደይትሰምዕኒ ገለ ተኢሎም ኣክንዲ ወይ እዛ ጓለይ ወይ እዚ ወደይ ሰምዓካ እንዲ ደለኹ ምባል ግንጭር ኢኻ ትብል ሰምዓክ እንዲ ደለኹ ዋላ ግደፍዮ ዶ ዋላ ገለ ዶ ከምኡ ኢና ንብል እዚ ድማ ዓብ ዓብይ ፅልዋ እዩ ዝገብር ኣብ ሂወት ደቅና ስለዝሲ ጽልዋ ስለ ዝገብር ምስትውዓላት ይሓተና እዩ። ይዕበ ይንኣስ ጽን ኢልና ክንሰምዕ ኣለና። ሙሉእ ብሙሉእ ኣተኩሮ ክንገብር ኣለና። ንደቅና ኣብ ቤት ትምህርቲ ክኸዱ ከለዉ ሓንቲ መምህር ኣተኩርኡ ይጠፍእ ኣሎ ኣተኩሮ የብሉ እንተይላትና ብጣዕሚ ነብል ንሕና ሙሽ ንሓርቕ ንስከፍ ንቶም ደቅና ከዓ ከምኡ እዩ። እንድሕር ንሕና በተኩሮ ዘይሰሚዕናዮም ከምኡ እዩ ዝስምዖም። ከምቲ ንሕና ኣተኩሮ ደይገበሩ ኢልና ንሓርቕ። ኣተኩሮ ክገብሩ እንድሕር ኮይኖም፣ ትጉሃት ክኾኑ እንድሕር ኮይኖም፣ ጽቡቕ ስምዒት ክስምዖም እንድሕር ኮይኑ፣ ከም ንድግፎምን ከም ንፈትዎምን ይፈልጡ ክፈልጡ እንድሕር ንደሊ ኮይና ሚእቲ ካብ ሚእቲ በጀካ እቲ ናይ ሓፈሻዊ ዘጋጥም ብድሆታት ሚእቲ ካብ ሚእቲ ከኣ ንሕና እቲ ግዜና ዘይኮነ ግዜ ንህቦም ኢና። ግዜ ምሃብ ኣይኮነን፣ ኳሊቲ ዘለዎ ግዜ ክኸውን ክኽእል ኣለዎ። ክትሪኦም ኣለካ ክትሰምዖም ኣለካ ክትድህስሶም ኣለካ ማማ ምስ በለካ ኩሉ ጠጠው ከተብሎ ኣለካ ክትሰምዕ ኣለካ ክሕጎሱ ከለዉ ክትሕጎስ ክጉዩ ከለዉ ክትሕግዞ ከምኡ ካዩ ከምኡ ሙሉእ ብሙሉእ ክንህሉ ኣለና ብፍላይ ድማ ኣተኪረ ዝብላ ነዛ ናኣሽቱ እዛ ናኣሽቱ ቴሌፎን እንዳሓዝክን በዚ ኤርፖድስ ወቲፍክን ሙዚቃ እንዳሰማዕክን ገለ እንዳገበርክን ኮታሲ ንካልእ ነገር ተቐድማ እንድሕር ኮንክን ኩላትክን ኢኹን ትኸስራ። ኣደ እውን እዚ ኩሉ ገይራ የዕብያ እዚ ኩሉ ብድሆታት ሓሊፋ ከምሳት ገለ ክትሰምዕ ከላ ጥዑም ስምዒት ኣይስምዓን እዩ። ስለዚ ንዓኻትክን ምስቲ ኩሉ ትገብርኦ ተደሚሩ ዝበዝሕ ከኣ ስለ ትገብርኦ እዚ ነንእሽተይ ምትዕርራይ የድልየክን እዩ። ተዘይኮይኑ ግን ሙሉእ ብሙሉእ እቲ ኩሉ ንገብሮ ኢና ግን ኣገዳስነት ዘለዎ ነገር እቲ ንሕና ዘይነስተውዕለሉ እዩ ኣገዳስነት ዘለዎ ኣገዳስነት ዘለዎ ሙሉእ ኣተኩሮ ምሃብ እዩ ሽኮረይ ከመይ ውዒልኪ ሙሉእ ብሙሉእ ዓይንኽ እንዳረኣየትኪ እንዳፋጠጥክላ እንዳፋጠጠት ከምዚ ተጠማሚትካ ከመይ ውዒልኪ ምቅርተይ ከመይ ውዒልኪ ዝያዳይ ከመይ ውዒልኪ ናተይ ከመይ ውዒልኪ እዚታት ንቆልዓ ልቡ ኣምክኽ እዩ ዘብሎ፣ ሕጉስ እዩ ዝብል፣ ተባዕ ክኸውን ንፉዕ ክኸውን ድማ ይሕግዞ፣ ምኽንያቱ ኣብ ህይወት ጠጠው ከብለካ ዝኽእል ወይ ከዓ ንቆልዓ ፅቡቕ ገይሩ ክሃንፆ ዝኽእል ኣብ ድሌቱ ከብፅሖ ዝኽእል ነገር ፍቕሪ ወላዲ እዩ። ፍቕሪ ወላዲ ድማ ሙሉእ ብሙሉእ ክኸውን ክኽእል ኣለዎ። ፍቕሪ ብወላዲ ብኽዳን ብጫማ ኣይትመንን እዩ። ንሓንቲ ይጠቅምን እዩስ ክዳን ንኸይትቆሪ ኢኻ ትገብረሎም ጫማ ንኸይ ግድን ስለ ዝኾነ ኢኻ ትገብረሎም ስለዚ እዚታ ስለ ትገብረሎም ካብ መጠን ንላዕሊ ድርብ ብድርብ ክዳውንቲ ጫማ ስለ ዘለዎም እቲ እስኻ ዝግባኣካ ጌርካሎም ማለት ኣይኮነን ንዓና ዝግባኣና ንዓኣቶም ከበርትዖም ዝኽእል ንዓና ብጽቡቕ ከልዕሉና ብጽቡቕ ክዝክሩና ወይ ድማ ንዓኣቶም ኣብቲ ዝደልይዎ ንኽበጽሑ ብነብሶም ክተኣማመኑ እኹል ዝኾነ ፍቕርን ሚእቲ ካብ ሚእትን ኣተኩሮኻን ናብኦም ምግባር እዩ። ጽን ኢልካ ምስማዕ እዩ። ተቐዳዲምካ ዘይምምላስ እዩ። ኩሉ ዋላ ንሳቶም ከማን ከምኡ እኳ እዮም ክኾኑ ንሳቶም ከማን እኮ ኣብ ትምህርቲ ከይዶም ኣይሰምዑን እዮም ኣእምሮኦም ናብ ካሊእ ክኸይድ ማለት እዩ ስለዚ ኣተኩሮ ምግባር እንድሕር እስኻ ኣተኩሮ ጌርካ ደይሰምዖም እንድሕር ኮንካ እሳቶም ከዓ ኣተኩሮ ክገብሩ ይክእሉን እዮም ኣብቲ ካልእ ቦታ ስለዚ እዚ ንሕና ዝመሃርናዮም እዮም ዝገብሩ እዚ ዓብ ዓብ ዓብ ነገር እዩ ንእሽተይ ከይመስለና እቲ ካልእ ከኣኒ እንታይ ይበሃል ኩስቲ ሓፍትኺ ንፍዕቲ ኩስቲ ሓውኺ ንፉዕ እስኽስ ገለምታት ገለ ዘይምባል እዚ ድማ ብጣዕሚ ዝሃሲ ብጣዕሚ በዓቲ ብጣዕሚ እሳ ንእሽተያ እሱ ዓብኡ እስኺ ከምዚ እዚታት ገለመለ ብጣዕሚ ብጣዕሚ ሃሳይ እዩ ዋላ ኣብ ነብስና ከማን እንዶ ንሕሰቦ እንዶ ዋላ ኣብ ነብስና ከማን ኮ ንሕሰቦ ስለዚ ከነዋዳድሮም የብልናን ኩሎም ደቅና ሓደ ዓይነት ክኾኑ ይክእሉን እዮም ከከምቲ ዓይነቶም ድማ ክንፈትዎም ከነፍቅሮም ኣለና ከነዋዳድሮም የብልናን ስምዒትካ ዝሃሲ ዘረባታት ክንዛረቦም የብልናን ግድን እዩ ተሓደ ንፉዕ ክኸውን ተሓደ ከዓ ደይ ንፉዕ ክኸውን ምናልባሽ ባህርያትካ ሓደ ካብ ሓደ ማህፀን ወፂኻ ባህርያትካ ሓደ ኣይንከውን መልክዕካ ሓደ ኣይከውን ስለዚ እዚ ምውድዳር እዚ ንእሽተይ ዝመስለና ኣልግሲ ረሓቂ እሱ ንፉዕ እስኺ ደኣ ዋይ እስኺ ስቕ ኢልኪ ኢኺ ዋይ እዚታት እዚ ዓብ ዓብ ነገር እዩ ኣብ ህይወት ናይ ደቅና ብጣዕሚ ስምዒቶም ብጣዕሚ እዩ ዝትንክፎም ኮም ኢልካ ትዓቢ ኩሉ ግዜ እቲ ገና ንእሽተይ ከለኻ ትበሃሎ ዝነበርካ እቲ ንእሽተይ ከለኻ ትንጸሎ ዝነበርካ ወይካ ተቀባልነት ዘይትረኽበሉ ዝነበርካ ግን ንወላድኻ ዘይፍለጦ እዚታት እዩ ዓብ ዓቢ ጻዕሪን ወይ ከኣ ጸሩን ዝኾነካ ምስ ዓበኻ ዝኸብደካ ሂወት ትኸብደካ እሱ እዩ። ሱቅ በል ኣልግስ ርሓቅ ገለ እንዳተባሃልካ እንድሕር ዓቢኻ ኩሉ ግዜ ድሁል ኢኻ ትኸውን ድሁል ትኸውን ትማሳሰል ትፍትን ወይ ከኣ በንጻሩ ከኣ ተባኣሲ ትኸውን ምኽንያቱ ኩሉ ግዜ ትጽቀጥ ትጽቀጥ እንድሕር ኔርካ ሓንቲ መዓልቲ ምስ ገንፈለካ ኣንጻር ክትከውን ትኽእል ኢኻ እስኻ ጸቃጢ ክትከውን ትኽእል ኢኻ ዓማጺ ክትከውን ትኽእል ኢኻ ስለዚ እዚ ኣጸቢቑ ጥንቃቐ ዝሓትት ጨካን ክትከውን ትኽእል ኢኻ፣ ምኽንያቱ ፈራሕ ክጭክን ከሎ ወይ ከኣ ዝተሃሰየ ሰብ ክጭክን ከሎ ኣይምለስን እዩ። ኣይምለስን እዩ። ስለዚ ብጣዕሚ ብጣዕሚ ግበራ ኩሉ ቅልጥፍ ኢልካ ኣይቅየርን እንድዩ ግን በብንእሽተይ በብንእሽተይ እንዳቐየርክ ነው ንምሳሌ እታ ፕላን ምግባር እንድሕር ጀሚርክ ንኣ ሕጂ ፕላን ትገብራ ትገብርኦ ነገር ፍሉጥ ኾነልክን ሓሳብክን እቲ ባህርያዊ እቲ ካልኦት ሓሳብ ገለብታት ትገድፎ ማለት ኣይኮነን መኽደን ኢኻ ትገብረሎም ግን እንድሕር ደኣ መደብ ሰሪዕካ ግን ኣትሊስት

ዝዓበየ ሓላፍነት እዩ። ስለዚ ከምዚ ዓይነት ስምዒት ከይስምዓክን መታን መደብ ሰሪዕክን ብመደብ ተጉዓዛ ህድኣ በብዕድሚኦም ትሪት ግበርኦም ንደቅክን በብዕድሚኦም ንጡር ዝኾነ ግዜ ሃብኦም ክዛረቡ ስምዕኦም ክበልዑ ህድኣት ግበራ ኮፍ በላ ክልተ መደብ ብሓንሳብ ኣይትግበራ፣ ዝጋጨዉ መደባት ገረንታት ኣይትግበራ፣ እንዳጉየኽን ክትከዳ እንዳበልክን ክትከዳ ኮምታት ኣይትግበራ፣ ምኽንያቱ ከምቲ ኩሉ ግዜ ዝብሎ ካብ ንትስእ ስጋዕ ንድቅስ እንድሕር ጽቡቕ ፕላን ጌርና ብዙሕ ግዜ እዩ ዘለና ብዘይ ስትረስ ብዘይ ሸበድበድ ክንገብር ንኽእል ኢና። ስለዚ ኣብ መደብ ተመርኮሳ፣ መደብ ግበራ፣ ኩሉ ግዜ መደብ ግበራ፣ ኢነርጂኽን ኣብ ተጥፍኦ ፍለጣ። እዚኣ እየ ዝደጋግማ፣ ምኽንያቱ ሰላም ሰላም መዓረይ፣ ኢነርጂኻ እውን ተገዳስነት ኣለዎ፣ ናትካ ሙድ ተገዳስነት ኣለዎ። ድሕር እስኻ ሙድካ ትቀያየር ኮይኑ ንክስቶ ትድውለላ ሎሚ ድሕር ሓሪቓትካ ኣኾርያትካ በቲ ከዓ ሓንቲ እታ ክስቶ ከዓ ሽዑ ደው ኢላ ጭር ተላ ሽዑ እንተደይ ልዒልካያ ሽዑ ገለ ትኮይኑ ሽዑ ገለ ትኮይኑ ኢልካ ስትረስ ገለምታት ገለ ትገብር እንድሕር ኮንካ ነቲ ዝግባኣካ ነገር ነቲ ቀንዲ ሓላፍነት ናትካ ነቲ ከተድምዓሉ ዝግባኣካ ከተድምዕ ኣይትኽእልን ኢኻ ስለዚ ምስትውዓላት ይሓትት ዝብል ኩላ ግዜ ነዚኣ ኢኻ ተስተውዕላ ኣለክ ኩሉ ገግዚኡ ኣለዎ ኩሉ ነገር ገግዚኡ ኣለዎ ኣብ ገግዚኡ ክትገብርኦ ከዓ ትኽእላ ኢኽን መሓዛ ክትሕዛ ትኽእላ ከተዕልላ ትኽእላ ኩሉ ክትገብራ ትኽእላ ኢኽን ግን መደብክን ሰሪዕክን መዓስ መዓስ ይግበር ፈሊጥክን ቀዳምነት እንታይ ትህብ ዳሕራይ እንታይ ትገብር ኩሉ ፈሊጥክን እንድሕር ኬድክን ንኩሉ ከተርክባሉ ትኽእላ ኢኽን ቅድም ቀዳድም ንዓኽን ኢነርጂኽን ውሕጥ ዘብል ነገራት ክትገብራ ይብልክንን ከምኡ እዩ ድሓር ቆልዓ ከተዕቢ ከለኻ እውን እኮ ከተዕብዩ ጥራሕ ደይኮንካሲ ክስታ ክትከውን የብልካን ከምዚ ሕጉስ ክትከውን እኳ ኣለካ ደስ ክብለካ እኳ ኣለዎ መዓልቲ መዓልቲ ምዕባሌ ናይቲ ውላድካ ክትርኢ እኮ ገለ ኣለካ ገለ ሰሪሕካሉ ብልዕካዮ ደቅስ ገለ ገዚእካሉ ትመፅእ ገለ እኳ ኣይኮነን ክትርኢ እኳ ኣለካ ክትሕጎስ እኳ ኣለካ እቲ ዝዓበይ ህያብካ እኳ ዝዓበየ ህያብካ ድሓር ዕድመ ይምለስን እዩ ዕድመ ኣይምለስን እዩ እኳ ዕድመ ኣይምለስን እዩ ስለዚ ደስ እናበለክን ኣሕልፎ ዋላ ሓንቲ ደይ ትገብራ ዘለኽን ኮይኑ ክስምዓክን የብሉን ዓብ ነገር ኢኽን ትገብራ ዘለኽን ኣብ መፃወቲ ድዩ ኣብ ገለ ድዩ ድሓን ንሱ እንዳተፃወተ ቴሌፎን ክዛረብ ኖ ተፃወታ ምስኦ ምስኡ ኹና ረኣየኦ ምስኡ ግዜ ሕልፋ ኣፃውትኦ ኣሳልኦ ኣርእኦ ሰለልበላ ምስኡ ተሓጎሳ ተሌፎን ሒዝካ ገለምታት በቲ ሾቓኣሾ በቲ ጸዋት ጊደፍ ገለምታት ገለ እንዳበልካ ዋላ ሓንቲ እቲ ኩሉ ዝገበርካዮ ኣይጠቅምን እዩ ሰምሃረይ ከመይ ውዒልኪ መዓረይ ኣይጠቅምን እዩ ስለዚ ንቑርብ ግዜኣ ከምኡ ግበራ ሽኮይናታት ዳሕራይ ካብኡ ዝዓቢ ነገር የለን ካብ ውላድካ ዝዓቢ ነገር ካልእ የለን የለን ምስ ዋላ ሓደ ነገር ከተወዳድሮ ቅድሚ ዋላ ሓደ ሰብ ክትሰርዖ የብልካን ፍፁም ውፅኢት ህይወትካ ንሱ እዩ። ምክንያቱ ሓንሳብ ሓንሳብ ትርኢ ኢኻ ከምዚ በዚ ቴሌፎን ሒዘን በቲ ዓረብያ ኣብዚ ሓደ ቆልዓ ከዓ ብኢዱ እንዳጎሰስኦ እቲ ቆልዓ ጎስስ ይብል ብኢዱ ማዕሪኻ ከማን ኣይከይድን እዩ ስለዚ እዚታት ንዓኻትክን ከማን ፅቡቅ ስምዒት ከምዘይገብረልክን ርግፀኛ እዩ ፅቡቅ ስምዒት ኣይገብረልካን እዩ ስለዚ ጥርንፍ ድበለ ክኾነልክን ኣለዎ እወ ጥርንፍ ድበለ ገለ ክኾነልክን ኣለዎ በት እንዳወጠጥክን በት እንዳተዛረብክን ያ ሓቂ ይርኢ ሓንሳብ ሓንሳብ ፀርፋነ ተተዛሪበ እየ ንበር ይሓርቕ ማለት ይሓርቕ ክብለክን ከለኹ ሲ ክገድፍኦ ነይርዎ ነቲ ቆልዓ ክሕዘኦ ነይርዎ ገለምታት ገለ ኢለ ሓስብ ወጠጠጠጠጠጥ ገለ ትብል ከምኡ የለን ኣይኮኖን ዶ ከምኡሲ ከማን ዋላ ቆልዓ ዘይብላ ድሕር ንዓኻ ስኻ ዓረብያ እንዳደፋእካ ትኸይድ ኣለኻ ንእሽተይ ቆልዓ ተላትካ ቆልዓ ዘይብላ መሓዛ ክትሰማማዕ ኣይትኽእልን እያ ምሳኻ ምስ ናትካ ቴምቦ ኣይትኸይድን እያ ስለዚ ኩሉ ኢኻ ተማዕራርዮ ኩሉ ኢኻ ከከም ኩነታቱ ትኸዶ ከምኡ እዩ ኮፍ ኢልካ ከተዕልል ገለምታት እንዳካፈ ክትከይድ ትኽእል ኢኻ ግን ንዕኦም ረሲዕካ ኮፍ ኢልካ ከተዕልል ኣይትኽእልን ኢኻ እታ ቆልዓ ዘይብላ ከኣ ንዓኺ ትጭቕጭቐኪ ጥራሕ እያ። ኣትግደፍዮ እንዶ ኣቲ ደሓነይ ገለ ክትብለኪ እያ፣ እሳ ከኣ ናፊቓትኪ እያ ጸኒሓ ከተዕልለኪ እያ። ስለዚ ኣይከውንን እዩ። መምስቲ ዘለኻዮ ሂወት ዝጥዕም ክትገብር ኣለካ። ብፍላይ ኣዶ ቆልዓ ኮንካ ዝርብሸካ ዘይብልካ ሙሉእ ኣተኩሮኻ ኪዳ ውጻ ግን ንዓኽን ዝመስል ሰብ ርኸባ። ኣድ ቆልዓ ንቆልዓ እንድሕር ተራኺብካ ኣዶ ቆልዓ ነዶ ቆልዓ ብዛዕባ ቆልዓ ኢኻ ተዕልል ብዛዕባ ቆልዓ ስለ ተዕልል ደስ ዝብለካ እዩ ክልቴኻ ሓደ ዓይነት ሓሳብ ኣለካ ክልቴኻ ብዛዕባ ቆልዑ ተዕልል ከምዚ ኮይኑ ከምዚ ገይሩ ገለምታት ገለ ኢኻ ትብል ስለዚ ኣብ ከምኡ ኣይትደክምን ኢኻ እንድሕር ቆልዓ ዘይብሉ ሰብ ምስ ቆልዓ ዘለዎ ብፍላይ ደቂ ዓመት ደቂ ገለ ክጎዩ ዝደልዩ ንዓኺ የእምሮኺ እያ ተድክመኪ ኣይክትቅበሎን እያሳ ምክንያቱ ንዓኺ ፉልታይም ስራሕኺ እዩ ንዓኣ ግን ናጽነት ኣለዋ ከተዕልል እያ ትደሊ ምሳኺ ግዜ ከተሕልፍ እያ ትደሊ ስለዚ ክትላገባ ኣይትኽእላን ኢኽን እሳ ጌጋ ይብላ ንስኺ ግን ጌጋ ኣለኪ እንድሕር ደኣ ቆልዓ ዘለዎ ቢልካ ግን ብፍላይ ናይ መጀመርያ ኣብቲ ንኣሽቱ ከለዎ ቆልዑ ብቆልዑ ጥራሕ ኢኻ ትዕልል ከምኡ እዩ ደስ ብለካ እዩ ኣደ ቆልዓ ኣደ ቆልዓ ክትራኸብ ከለኻ ትመሃሃር ሓሳባት ትለዋወጥ

ሱቕ በል ገለ ኢልክ ኣብቲ ዓረብያ ውጥጥ ኣቢልክ ኮፍ ተብልዮ ኣብቲ ዓረብያ ሱቕ በል ወ ወሪድኒ ርኢኽዮ ዶ በሊዑ ከሎ ሰትዩ ከሎ ዶ ገለምታት ከዲንዮ ከለኹ ዶ ርጊፅዮ ከለኹ ዶ ትብሉ ሽዑ ውሲ ኮኖ ንዑ ዘገድሶ ስለምንታይ ዋላ ዘይጠሚ ጥራሕ ሕቆፍዮ ስለምንታይ ዋላ ከይበልዐ ዘይሓድር ጥራሕ እስኺ ብጎኒ ኩኒ ጥራሕ እስኺ ዝወደይ በልያ እዛ ጓለይ በልያ ኩም እዩ ስለዚ ሲ መልስለይ ተልክኒ ሽኮረ ያ ያ ከምኡ የለን ከምዚ ከምኡ የለን ከም ስትረስ እያ ትገብረኪ ከማን ኣይተሓልየልክን እያ ኣደ ቆልዓ ኢላ ምክንያቱ ይትፈልጦን እያ ንስኺ ዘለካ ሃልኪ ገለ ኣይትፈልጦን እያ ስለዚ ብኡ ሓለፈትን ንሳ ሕጂ ክትርዳእኪ ንዓ ከማነይ ኣይ ይብርትዓ እዩ ንኣማን ዋይ ኣቦ ክንደይ ውዑይ እዩ ገለ ትብለኪ ውዑይ ኮነ ንስኺ ምሉእ ተንሽን ስለ ዘይትህብዮ እቲ ቆልዓ ከዓ ኤክስትራ እዩ ሽዑ ክስታይ ዝገብር ኤክስትራ ተንሽን እዩ ዝደሊ ኤክስትራ ተንሽን ደሊ ኣብቲ ዓረብያ ኮፍ ክብል ኣይደሊን እዩ ክትሕዝዮ ትደሊ ኮፍ ተብልዮ ክትሰምዕያ ትደሊ ትውጥጥዮ ተብልዮ ኣይትርእዮን ኢኺ ከማን ትውጥጥዮ ምስ ኣንዳሰማዕኪ ከምዚ ስለዚ ሲ ኣድሌክን እዩ ሕውይ ዝበለ ጥዑም ዝኾነ ናይ ኣደ ግዜ የሕልፋ ከምኡ እየ ዝምነየልክን ኣነ ሸነን በላ ፅቡቅ ትክድንድን ኣቢልክን ምስ ደቅክን ትኸዳ ትወፃ ተብላ ነብስክን ኣልዕላ ኣቢልክን እንዳዛረብክን እንዳሃዳእክን

ስለዚሲ ከምኡ ግበራ፣ ሽዑ ክትፈትዎ ኢኽን፣ ሽዑ ኣይክስልችወክንን እዩ። ዋይ ገለምታት ገለ ይትብላን ኢኽን።
ሰኑ ሄሎ፣ ሶ ያው ሰላም ሰላም፣ ደሓን ዶ

በዓል ትሕምባሻ እንታይ ኢለ ትርስዕ ኣለኻ ይስምዓን ኩሉ ግዜ ሰላም እዩ ከመይ ደሓ እንዲኺ ቤላ ከመይ ፅቡቅ እግዚኣብሔር ይመስገን ክነግረክን ዶ ኣደ ምዃን ማራ ይጥዑም ጥዕምወ ኣቐዲምክን ክትነግራና ነይርክን ዋይ ኣጃማን ኣይደንጎናን
ከምኡ ዝጥዕም የለን ሓቂ ዘረባ ናዮ ሓቂ ናዮ ሓቂ ጥዑም እዩ እንድሕር ህድኣቱ ጌርካ ክምስትኽ ኢልካ ገለምታ ጥዑም እዩ ሓቂ ዘረባ ሕጉስ ኢኻ ትብል ያእ ዋላ ማለትስ ኩሉ ትርስዕ ኢኻ ዋላ ድኻምካ ዋላ ገለ ምሻሎ ድኻም ኮይኑ ይስምዐካ ን ማራ ኢኻ ኢንጆይ ትገብሮ ምስኦም ክምቅሩ ከኣ መዓት እዮም በቃ ስቕ ኢሎም ብጣዕሚ ሻሎስ ያእ ዋላ ሓሪቕካ ዲኻ ዋላ ድኺምካ ገለስ ምስ ሰሓቑኻ መጺኦም ሕቑፍ ገለ ምስ ኣበሉኻ ኩሉ ትርስዖ ገለ
እዎ ኣብ ዕዕድሜ እዎ ግደፍ ገለ ምስ በልክዮ ብፍላይ መጺ ገለ ምታትሲ ሓቑፉኪ ይስዕመኪ ቀሸስቲ እዮም ከዓ ምቁራት ተቐሽሹ ብጣዕሚ ሕጂሲ ስታይ ከምዛ ዝበልከያ በቃ ኣብ ኩሉ ግዜ ኣብ ሰዓቱ ከይሓለፈ ድሓር ክትጠዓሳ ኢኽን ማለት ኣብ ዝኾነ ዓይነት ኩነታት ሃለዋ ሕጂ እዩ እንጆ ይግበሮ ዝኾነ ዓይነት ሽግር ይኹን ዝኾነ ይኹን በቃ ምሻሎ በታ ዝኸኣለት ዝተኸኣለትክን ግን ንእሽተይ እንጆ እናገበርክን መዓልታዊ መዓልታዊ መዓልታዊ ከምኡ ሕለፋ ያ ንዓ ክብለኪ ኢለ እየ ሰኒ ሽኮር ናይ ብሓቂ ናይ ብሓቂ ያ የቀኒለይ ዝያደ ተስፋ ንገብር ከዓ ከም ዝኸባኸበን ከውን የዕሚና ገለሸንን ክንብል ብላይ ክንክቲ ብላይ ዝሓቂ ሰላም ሰኑ ሰላም መዓረይ ኣይተሓዘለይ ነዊሕ ኣጨቤኪ ሰላም ሰላም። አይ አሰይ ዛረብ እንዲደለው ሰላም እንዴ ሰላም እግዚአብሔር ይመስገን። ዚያዳ
ሰላም እግዚአብሔር ይመስገን።
ተመቀኔ

ኣሃ ኣብዚ ቲክቶክ ክፅሕፈልክ ውሽጢ ያ ክፅሕፍለይ ትኽእል ኢኺ እንድሕር ደልያ ናታ ቴሌፎን ክፅሕፈልክ ግን ማለት ቮይስመሊን ትሰዳላ ግን ናይ ብሓቂ ማሲ ትደሊ እንድሕር ኮይና ከምዚ እያ እዎ ናይ ብሓቂ እያ ደልያ ኦኬ፣ ጸገም የለን

ዳሕራይ ያ ክንምለስ ናብቲ ናይ ቆልዕትና ምክንያቱ ሲ ስትረስ ቆልዓ ስትረስ ትገብረካ እንድሕር እስኻ ከማነይ ስትረስ ኮንካ እዩ ስትረስ እንድሕር ትገብር ኮንካ ድምፅኒ ገለ ዓይነት ወይ እንድዒ ምርዳእ ኣብኒ እንዳበዝሐ

እንታይ ሓገዝ የድልያ ተኮይኑ ትሕግዝያ ተዘይኮይኑ ግን እስኺ ትውስኒ ስለዚ ስኒ ንሱ እዩ ዓረብያ እንዳደፋእክን ኣይትረባበሻ ኣይትሸጋገራ ብሓፂሩ መደብ ሰሪዕክን እንድሕር ኬድክን ኩሉ ክትክእሎ ኢኽን ኣነ ድማ ከምቲ ኩሉ ግዜ ዝብለክን እቲ ግዜ ቀቀልጥፎ ስለ ዝሓልፍ ኣዴታት ኮይኖ ኩሉ ግዜ ኮይኑ ዋይ ኩሉ ግዜ ደኣ ትነግርያ ኩሉ ግዜስ ክሕዘልኪ ይክእልኒ ሓንሳብ ግልፅነት የድሊ ግልፅነት ግልፅነት ዘለዎ ፅቡቅ እዩ ግልፅነት ክትገብር ኣለካ ግልፅነት ምስ ነብስካ ግልፅነት ምስ ካልእ ሰብ ክንለምዶ ክንክእል ኣለና ብዙሕ ግዜ ክሕዘልኪ ኣይክእልን እየ። እተን ብዙሕ ግዜ ሓዛልና ገለ ድብላ ድማ ተሸጊረን ተዘይኮይነን ድብላ ኣይመስለንን ግን ዋላ ንተን ብዙሕ ግዜ ሓዙልና ሓዙልና ኢለን ንደቀን ድሰዳ ንቶም ቆልዑት ውን ኣብ ሂወቶም ጽልዋ ፈጥረሎም እዩ ምክንያቱ ኩሉ ግዜ ሰብ ሕዞም እንድሕር ኮይኑ ኩሉ ግዜ እንዳ ጎረቤት ትገድፎም እንድሕር ኮንካ ኩሉ ግዜ ምስ ሰብ ትገድፎም እንድሕር ኮንካ ፍትዋት ከምዘይኮይኑ እዩ ዝስምዖም ብጣዕሚ እዩ ድማኒ ውሽጦም ዝህሰ ስለዚሲ እንድሕር ድኣኒ ኣጸቢቁ ጸገም ዘይብላ ኮይኑስ ኩሉ ግዜ ኣይሕዘልክን እየ ክትብልያ ትክእሊ ኢኪ ብግልጺ ኑቲ ቆልዓ ውን ጽቡቅ ኣይኮነን ውን ክትብልያ ትክእሊ ኢኪ ኩሉ ግዜ ኣነ ክሕዘልኪ ኩሉ ግዜ ሓዲግክዮ ስራሕ ክትከዲ ኩሉ ግዜ ከምዚ ክኮንሲ ጽቡቅ ስምዒት ኣይፈጥረሉን እዩ ንውላድኪ ኢልኪ ክትነግርያ ትክእሊ ኢኪ ሓንሳብ ሓንሳብ ግልጺ ምኳን ሕማቅ ኣይኮነን ሕጂ ቆልዓ ከም ዓንከይ ዝበልክዎ ምግቢ ገለ ጥራሕ ኣይኮነን ዘድልዮ ምግቢ እያ ስለዚ ሲ እንድሕር ንዓኻ ደስ እንዳበለካ ዘይትገብሮ እንድሕር ከዓ ቀረባ ሓውኻ ቀረባ ብሓፂሩ ቆልዓ መሓዝ ሓላፍነት እዩ ክትሕዝ ትኽእል ኢኻ ግን ዝኾነ ነገር እውን ክንጥንቀቕ ኣለና ንሕና ደቅና ምስ መን ገዲፍናዮም ንኸይድ ዓሰርተ ግዜ ምስ ጎረቤት ዓሰርተ ግዜ ምስ ሰብ ገለመለ እዚ እውን ተመራፂ ኣይኮነን ተመራፂ ኣይኮነን ግዲ እንተዘይኮይንካ ገለሲ ዝምረፅ ነገር ኣይኮነን ብዝተኻእለካ መጠን እቲ ዝግባኣካ ግዜካትካ እንዳ እንዳበልካ ሓንሳብ ሓንሳብ ኣይ ኣይትሓዝልካ ማለት ኣይኮነን ንምሳሌ ሓፍትኻ ተላ ኣብ ቀረባ ቀረባኻ ተሎ ሰብ ብዙሕ ነገር ዋላ ሰብ ሒዝልኳ እንኮ ብዙሕ ነገር ከጋጥም ይኽእል እዩ እስኻ ዘይትፈልጦ እኮ ብዙሕ ነገር ከጋጥሞ ይኽእል እዩ ነቲ ቆልዓ ስለዚ ከም ኣደ ዝመስል የለን ስለዚ ጥንቃቀ ይሓትት እዩ ዋላ ኣሎ ጉብዝ ምስ በላ እንዳ ኩስቶ ከይድ ሎማዓንቲ ኩስ ተምፅለይ ኩስ ተምፅለይ ገለመለ እዚ ከማኒ ንዓካትክን ነቶም ቆልዑ ፅቡቅ ኣይኮነ ንዓኣቶም ከዓኒ ሃስያ ከም ትፈጥራሎም ሰኑ ናይ ምንታይ ምክሪ እሞ ክበኪ ስለምንታይ ምክሪ ክበኪ ዝያዳይ ሰላምይ ሰላም ዛህሩ ሰላምይ ማዓረይ ብዛዕባ ምንታይ እሞ ምክሪ ክበኪ ዝያዳይ ስለዚሲ ከምኡ ናይ ንኹን ንኹስ ተሓዝለይ ንኹስ ተሓዝለይ ገርምታት ገለ ኣይንበሎ ቀዳምነት ሓንሳብ ሓንሳብ ስራሕ ክፅግመካ ክእል እዩ ዝኾነ ነገር ከጋጥም ይኽእል እዩ ግን ኩሉ ብጥንቃቄ እዩ ኩሉ ክትጥንቀቅ ክትክእል ኣለካ ኩሉ ግዜ ኣይኮኖ እንዶ ሓዛለይ ገለሲ ዋላ እንዳ መሓዛ ዓሰርተ ግዜ ምስደድ ኩሉ ግዜ እንዳ መሓዛ እንዳ ጎረቤት ምስዳድ ከማን ጽቡቅ ኣይኮነን እወ ግዜ ምሃብ እንዳ መሓዝኦም እንዳ ገለምታት ገለ ምኻድ ከማን ገዝኦም ክለምዱ ኣለዎም ንዓና እኳ ከለሊና ኣለዎም ብፍላይ ኣብቲ ምስ ጎበዙ ከለሊና ኣለዎም እኳ ከም ስድሮም ገዝኦም እኳ ክፈትዉ ክኽእሉ ኣለዎም ግዜ እኳ ምሳና ከሕልፉ ኣለዎም ኩሉ ግዜ እንዳ ጎረቤት እንዳ ጎረቤት እንዳ ጎረቤት እንዳ ጎረቤት ጽቡቅ ኣይኮነን እቲኣ ካልእቲ ድያ ዋላ ሳልሰይቲ ርእስቲ ክዛረበላ ዘበልኩ ከኣኒ ንቆልዓ ሚእቲ ካብ ሚእቲ ገለ ገለ ኣዴታት እንታ ክብላ ሰምዕ ውላደይ እኳ ኣይትሕሱን እያ ኣይትሕሱን እያ ግን ተን ቆልዑት ከም ዝሕስዋ ተስተውዕለለን ብዙሕ ነገር ካብ ኣዲኤን ዝሰምዕኦ ነገር ኦኬ ካብ ኣዲኦም ብዙሕ ነገር ይሰምዓ ምክንያቱ ሓንሳብ ሓንሳብ ኣብዚ ዓዲ ናፅነት ስለ ዘሎ ገለ ኢልካ ንሓንቲ ክስቶ ክትሓምያ ከለካ ኮፍ ኢልካ ትሓምያ እቶም ቆልዑት ኣብ ዘለዉ ጥቓኻ ትሓሚ ገለምታት እንዳሰማዕትካ ብዙሕ ነገር ትዛረብ እታ ቆልዓ ድማ ሽዑኡ ኣብ ዝኸደቶ ገዛ ሒዛ ትመጽእ፣ ወረ ሒዛ ትመጽእ፣ ዝሰምዐቶ ሒዛ ትመጽእ፣ ትሕሱ። ማሲ ምሕሳው እውን ኣይኮነን ዝረኣኻዮ ምዝራብ ግን ኣሎ ተወሳሳኺ ገለን። ሽዑኡ ኩሉ ግዜ ከምዚ ዓይነት ልምዲ ዘለወን ኣዴታት እንታይ እየን ዝብላ? ጓለይ ኣይትሕሱን እያ፣ ጓለይ እኳ ኣይትዛረብን እያ፣ ጓለይ ክትጸፍፍ መዓት እያ፣ ጓለይ ክትሕሱ ኣይትሕሱን እያ፣ ጓለይ ከምዚ እያ። ትሕሱ እያ፣ ቆልዓ ክሕሱ ክእል እዩ። ቆልዓ እንድሕር ንስኻ ክትዛረብ ሰሚዑካ ቆልዓ ከኣ ምሕሳው ዘይኮነ ዝረኣዮ እዩ ዝዛረብ ስለዚ ንቆልዓ ሚእቲ ካብ ሚእቲ ኣይትምሕለሉን ኢኻ ንቆልዓ ኣብ ዕዕድሚኡ ኣልዕል ኣቢሉ ዝሕሱ ቆልዓ ኣሎ ቆልዓ ድማ ዝረኣዮ ንምዝራብ ድሕር ኣይብልን እዩ ቆልዓ ዝረኣዮ እዩ ዝዛረብ መጺኡ እንዳኹስቶ እንዳዕሩኽቶም ጸኒሖም ይነግሩኻ እዮም ብፍላይ ኣጸቢቖም ዝቐርቡኻ እንድሕር ኮይኖም ክሓምዩ ደልዮም ዘይኮነሲ ቆልዓ ዝረኣዮ ዝዛረብ እዩ ስለዚ ከምዚ ውላደይ እኳ ከምዚ ውላደይ እኳ ከምዚ እዩ ክንብል የብልናን ቅድሚ ከምኡ ምባልና እዚ እዚ ሕጂ ከምኡ ዝብል ሰብ እንታይ እዩ ጠባይ ውላዱ ስለ ዝፈልጥ እዩ ውላዱ ብዙሕ ወረ ስለ ዘምጻሉ እዩ ውላዱ ኩሉ ግዜ እንዳ ኩስቶ ከይሎ መዓልቲ ጽባሕ ከኣ እንዳ ኩስቶ ከይድ ካብ እንዳ ኩስቶ ገለ ሒዙ መጽእ ካብ እንዳ ኩስቶ ገለ ሒዙ መጽእ ካብ እንዳ ኩስቶ ገለ ሒዙ መጽእ ሽዑ ኣብቲ ገዛ ስለ ዝዛረብ ኣደ ድማ ከይተሓተተት ትምልስ ከይተሓተተት ከላሲ ጓለይ ከምዚ እኮ ኣይትዛረብንያ ወደይ እኮ ኣይዛረብን እዩ እንዳበለት መግለጺ ትህብ መብዛሕትኡ ከምኡ ዝገብር እዩ ከምኡ ዝገብር ከምኡ ከምኡ ዓይነት ልምዚ ዘለዎ እዩ ክከላኸል ዝጅምር ከይሓተትካዮ ዝምልስ ማለት እዩ ስለዚ ኣብ ከምኡ ከዓ ጥንቃቐ ክንገብር ኣለና ቆልዑ ከክንዲ ውላድና ክንምሕል ኣይንኽእልን ኢና ግን ንሕና ኢና መምህራን መምሃራን ናቶም ንሕና እንታይ ንዛረብ ኣበይ ንሰዶም ክንፈልጥ ኣለና እንዳ መን ኸዱ ኣበይ ንሰዶም እንታይ ይዛረብ ኣብኡ ገለ ክንፈልጥ ኣለና ናጽነት ይሃል ኣሎ ንቆልዑት ኣይትድህሎም ዲኻ ንቆልዑት ኣይትሃርሞም ዲኻ እምበር ድዝረብን ደይዝረብን እንድሕር ደኣ ናይ ዓበይቲ ኮይኑ ማለት ናይ ዓበይቲ ክብሎ ቆልዓ ክሰምዖ ዘይግብኦ እንድሕር ኮይኑ ብዛዕባ ካልእ ሰብ ትዛረብ እንድሕር ኣለኻ ኣድላይነት ዘይብሉ እንድሕር ኮይኑ እቲ ቆልዓ ክሰምዖ ይብሉን ይዕበ ይንኣስ ምክንያቱ ቆልዓ ድራኣዮ ከይዱ ምስ ተዛረበ ሽዑ ሓሳዊ ክትብሎ ኢካ ነቲ ቆልዓ ሓሳዊ ኣይኮነን ዝሰምዖ እዩ ዝዛረብ ዘሎ ስለዚ እዚ እዚ ሓሳዊ ምባልን ዝሰምዖ ዝዛረብ ኣሎ ሓሳዊ ኣይኮነን እቲ ካልእ ከኣኒ ከይትነግር እንዳበልካ ምንጋርን ደሓር ከኣኒ ወደይ እኳ ይሕሱን እዩ ጓለይ እኳ ኣይትሕሱን እያ ኢልካ ምምሓል ማለት እዩ ክንዲ ዋላ ሓደ ሰብ ክትሕሱ ክትምሕል ኣይትኽእልን ኢኻ ክትምሕል የብልካን ክንዲ ውላድካ ገለ ክትምሕል የብልካን ኣይመሓልን እዩ ከምኡ ተስተውዕለሎም ትሪኦም ትጥንቀቅ ዳኣ ኢካ እምበሬ ሚእቲ ካብ ሚእቲ ጓለይ ከምዚ ትገብርን እያ ወደይ ከምዚ ይገብርን እዩ ክትብል የብልካን ንዝዓበየ ንዝነኣሰ ጌጋታት ኣብ ግምት ከተእትዎ ኣለካ ኩሉ ሰብ እዩ ዝጋገ ቆልዑት ይጋገ እዮም ቆልዑት ብፍላይ ሓሰውቲ ገለ ንብሎም ዝረኣይዎ ስለ ንዛረቡ እዮም ዝረኣይዎ ድማ ክዛረቡ እዮም እንድሕር ንዓካ ሰሚዖምካ ክትዛረብ ብዛዕባ ካልእ ሰብ ከኣ ከብጽሑ እዮም ከምኡ እዮም ቆልዑት ስለዚ እዚታት ኣብ ግምት ከነእትዎ ኣለና። ኩሉ ትዛረቦ ነገር ፊልተር ደይብሉ ገለ ክኸውን የብሉን። ኣብ ቅድሚ ቆልዑት ኦ እንዳ ኣበይ ክስቶ ደኣ እንዳ ክስቶ ደኣ ገለምታት ዋይ ገለምታት ገለ ትብል ምስ ሰብኣይካ ሽዑ እቶም ቆልዑት ይሰምዑ። ደገ ምስ ወጹ ከዓ ሽዑም ይዛረቡ፣ ንደቆም ይዛረቡ፣ ንጎረቤት ይዛረቡ፣ ገለ ይዛረቡ። ወደይ ኣይገብርን እዩ ሽዑ ወደይ ገለምታት ገለ ኣይትብልን ኢኻ። እቲ ንሕና ንገብሮ ኣብ ገዛና እቲ ንሕና ንዛረቦ ንዓኣቶም ዘይምጥን ክኸውን የብሉን። ክንፈልጥ ኣለና ዝምጥን ነገር ኢኻ እትዛረብ እንዳ ዋላ ሓደ ሰብ ከይዱ ድማ እንዳ ዋላ ሓደ ሰብ እንዳ እንዳ ዝኾነ ሰብ ከይዱ ገለመለ ድማ ንቆልዓ እንድሕር ንሓደ ሰብ ኣሚንካ ሂብካዮ ከመይ ውዒልካ ገለ ከትብሎ ትኽእል ኢኻ። ተዘይኮይኑ ግን ስለምንታይ ኢኻ ትምርምሮ ንቲ ቆልዓ እዚ ከምኡ ከዓኒ ሕማቅ ባህርያት ኢካ ንውላድካ ተተሓላልፈሉ እንታይ ደኣ ተባሃሂሎም እንታይ ደኣ ጌሮም እንታይ ደኣ ኢሎምኺ እንታይ ደኣ ኮይኑ እንታይ ደኣ ገለ እንድሕር ኢልካ ነቲ ቆልዓ ጥርጥር ከም ዝሓድሮ ኢካ ትገብር ዘለካ ስለዚ ውላድካ ገለ ነገር ተጋጢሙ ከመይ ውዒልካ ትብሎ ከመይ ውዒሉ ትብሎ እንድሕር ካብኡ ዘይነገረካ ዝኾነ ነገር ግን ብጽብጽ ኣቢልካ ነቲ ቆልዓ መርመራ ምእታው ግን ጽቡቅ ኣይኮነን። ከምዚ ሽቁሮር ትገብሎ ኣለኻ ነቲ ቆልዓ ከምዚ ስከፍ ገለ ትገብሮ ኣለኻ ከም ካልእ ከም ዝሓስብ ትገብሮ ኣለኻ ታይ ዲኣ ኪድ ኢላትንስ መን ሻሃ ክንድዚ ትሓተኒ ገለምታት ሕጂ ነቶም ቆልዑት ኣይተዋርጥዎም ከከም ዕድሚኦም ኪድዎም ከከም ዕድሚኦም ከከም ዕድሚኦም ብፍላይ ከዓ ነዚ ዓሰርተ ግዜ እንዳክስቶ ከይድ ዓሰርተ ግዜ እንዳክስቶ ፅናሕ እንዳክስቶ ፅናሕ ገለምታት ነቶም ቆልዑት ናይ ካልእ ሰብ ገፅ ከም ዝርዩ ኣይትግበርዎ ናይ ካልእ ሰብ ገጽ ክሪኡ የብሎሙን ደቂ ዓሰርተ ሰለስተ ዓሰርተ ኣርባዕተ ስራሕ እንድሕር ኮንካ ገዝኦም ክጸንሑ ይኽእሉ እዮም መደብ ጌርካ ይጽናሕ እዩ ገዝኦም ይኸዱ ከከም ኣተሓዛኻ እዩ ገዝኦም ጸንሑ ልዝብ ትገብር ምስኦም ዝኾነ ኣክቲቪቲ ተሎ ተእትዎም ተዘይኮይኑ ግን ገንሰብ ገንሰብ ገለገለ ከተርእዮም የብልካን ሰብ ንእሽተይ ነገር ክልተ መዓልቲ ተሒዙልካ ዓመት ምሉእ ከም ዝሓዘልካ እዩ ዝዛረብ። ስለዚ ምስ ሰብ ድማ ምቅያም ምርሕሓቕ ስለ ዘይተርፈካ ንደቅኻ ገጽ ሰብ ኣይተርእዮም። ደቂ ጎረቤት ኣይትግበሮም፣ ደቅኻ ናይ በይንኻ ግበሮም። ንስኻ ትውንኖም ደቅኻ ክኾኑ ኣለዎም። እንዳኾስቶ ክንደይ ግዜ ሒዞምልካ፣ እንዳኾስቶ ክንደይ ግዜ ሒዘና ኣለዉ፣ እንዳኾስቶ ከምዚ ሒዞምለይ ግርምታት ዘብል ገለ የብልካን፣ ከምኡ ክትገብሮም የብልካን። ዝገደፍካ ገዲፍካ ደቅኻ ክትሕዝ ክትክእል ኣለካ። ንደቅኻ ትሕዘሉ ግዜ ክህልወካ ኣለዎ። ከም ዝመሳሰሉ ገለምታት ኣይትግበርዎም ሕማቕ ኢኹም ሎሚ እንዳኾስቶ ደሓ እንዳኾስቶ ደው ኢለላ እንደ ኪዱ እንደ ጭር ኣብላ ሎማዓንቲ ከዓ ፅባሕ ከዓ እንዳኾስቶ ሕዝዮ ሎማዓንቲ ኤክስራ ክሰርሕ እየ ጭር ኣብለላ ገለምታት ኣይትበላ ነቶም ቆልዑት ኣይተመሳስልኦም ነቶም ቆልዑት ኣብ ዘይድሊ ተፅዕኖ ዘለዎ ቦታ ኣይትደርብዮም ማለት ዋላ ተሸገርካ ተሸገር ትሽገር እንዲኻ ትሽገር ኢኻ ግን እንታይ ኢልክኒ ጀርመን ጀርመን ንተሓገገዝ በልለይ በጃኺ ጀርመን ንተሓጋገዝ በልለይ በጃኺ ያ እዚኣ ዝበልክኒ ድማ ደቂ ዓሰርተ ኣርባዕተ ገለምታት ገለ ዝበልኪ ኣለይ ነሙር እንታይ ክሕግዝ ገለ ዝበልኪ ሰላመይ ፅቡቅ እግዚኣብሔር መስገን እንታይ ክንተሓጋገዝ ዝበልኪ እባ ዝበልኪ ደቀይ ከምዚኦም ኣነ በይነይ እየ ዝበልኪ መደብኪ እንድሕር ሰሪዕኪ ከከም ዕድሚኦም ትሪት እንድሕር ጌርክዮም ፅን ኢልኪ እንድሕር ሰሚዕክዮም ብሓንሳብ ኮንኩም ውጥን ኣውፂኹም ደድደልይዎ ኣክቲቪቲ ተእቲኽዮም ክትክእልይዎ ትኽእሊ ኢኺ ዋላ ሕጂ ዘሰክፎ ሰብ ሳመር ስለ ዝኾነ እዩ ወዲ ዓሰርተ ኣርባዕተ ዓመት ኣብ ገዝኡ ኮፍ ክብል ይኽእል እዩ ጓል ሸሞንተ ዓመት ዲኽልክኒ ጓል ዓሰርተ ክልተ ዓመት እታ ንእሽተይ ምስኦም ክትጸንሕ ትኽእል እያ። ሕጂ እቲ ክጸንሑ ከለዉ ግን ኩሉ ግዜ ኤክስትራ ነገር ክትገብር ኤክስትራ ነገር ከተልምዶም ገለ የለን። መብዛሕትኡ ግዜ ወላዲ ዝጋገዮ እንድሕር ቆልዑት ኣብ ገዛ ኮፍ ክብሉ ጀሚሮም ዘይተኣደነ ዘየድሊ ሽኮራዊ ነገር ይኹን ዘይተኣደነ ገለ ነገር ምሽ ኣሎ ኤክስትራ ነገር ኤክስትራ ነገር ምግባር ኤክስትራ ነገር ምግባር ንቶም ቆልዑት ምብልሻው እዩ። ኩሎም ቆልዑት ኣብዚ ድሕሪ ዓሰርተ ክልተ ዓመት ኣብ ገዝኦም በይኖም ኮፍ ክብሉ ይኽእሉ እዮም። ትጥንቀቐሎም ነገራት ኣሎ። ክትጥንቀቕ ኣለካ። ምግቢ ከይነዱ ሰሪሕካሎም ተኸድካ፣ ቀራሪብካሎም ተኸድካ። ተዘይኮይኑ ግን ዋላ ሓንቲ ኤክስራ ነገር ምግባር ኣየድልየካን እዩ። ሞቢል ኣለዎም ብመቢሎም ትቆጸጸሮም። ደሓር ከኣ እቲ ሕጊ ናይ ገዛኻ ካብ መጀመሪኡ ተገዳስነት ኣለዎ ናይ ክልቴኻ ርክብ ተገዳስነት ኣለዎ ኩላህና ኣነ ከማን ሽፍት እየ ዝሰርሕ ነይረ ግን ገዝእን ክጸንሑ ነይርዎም ኣነ ኣብቲ ዝሰርሓሉ ናይ ምሸት ደቂ ዓሰርተ ክልተ ልዕሊ ዓሰርተ ክልተ ትሕቲኡ ኢኻ ገዝኦም ክኸዱ ትሕቲኡ እዩ ዘይፍቀድ እምበረይ ትሕቲኡ ዕድመ እዩ ዘይፍቀድ እምበር ደቂ ዓሰርተ ክልተ ክጸንሑ